ሰላም ናይዚ መደብ እዚ ተኸታተልቲ ኣምላኽ ይባረኽኩም ነዚ መደብ ንክትከታተሉ ዕድል ስለ ዝረኸብኩም እግዚኣብሔር ኣምላኽ ዝተመስገነ ይኹን ስለዚ ሕጂ ድማ ናብ መፅናዕትና ኣቲና ኣለና መፅሓፍ ነቢይ ዳንኤል ኢና ነፅንዕ ዘለና ብተኸታታሊ እዚ ሕጂ ናይ ሻሙናይ ክፋል እዩ ማለት እዩ እቲ ሸውዓተ ክፋላት ኣሎ ኣብ ዩቱብ ስለዚ ንመጀመርያኹም ሎሚ እንድሕር ትሪእዎ ኣለኹም ኮንኩም ኣብ ዩቱብ ከይድኩም መጽናዕቲ መጽሓፍ ነቢይ ዳንኤል ካብ ቀዳማይ ክፋል ክሳብቲ ዝሓለፈ ጌርናዮ ዘለና ጌረዮ ዘለኹ ክሳብ ሻብዓይ ክፋል ክትሪእዎ ትኽእሉ ኢኹም እዚ ድማ ሻምናይ ክፋል እዩ ዝኸውን ዘሎ ስለዚ ከምቲ ኣቐዲመ ዝበልክዎ እዚ መጽናዕቲ እዚ ቃል እግዚኣብሄር እዩ መጽሓፍ ቅዱስ እንታይ ይብል ኣታ ሃገር ኣታ ሃገር ቃል እግዚኣብሄር ስምዒ ይብል የሱስ ድማ እንታይ ኢሉ ተዛሪቡ? ሰብ ካብቲ ካብ ኣፍ ኣምላኽ ብዝወጽእ ኩሉ ቃል እምበር ብእንጌራ ጥራሕ ኣይነብርን እዩ ኢሉ። ስለዚ ቃል እግዚኣብሄር ትንቢት መጽሓፍ ቅዱስ በረኸት እዩ ንዓና። ስለዚ ገሌኹም ነዚ ትሰምዕዎ ዘለኹም ንኻልኦት ሰባት ድማ ከተካፍልዎ ዕዱማት እዮም። ምኽንያት እንታይ ኢና ንገብር ዘለና? እግዚኣብሄር ብነብያት ኣቢሉ ዝተዛረቦ መልእኽቲ ንዓና እዩ። ንሕና ኸኣ ንተሓባበር ኢና ዘለና። ነቲ እግዚኣብሔር ፍቃዱ እዩ ሰባት ክሰምዕዎ ቃሉ እንተደኣ ብነብያት ኣቢሉ ሂቡና ንሕና ነቲ ብነብያት ኣቢሉ ዝሃበና ድማ ንሕና ከኣ ንካልኦት ሰባት ነሰጋግሮ ስለዚ ብካልእ መገዲ ናይ እግዚኣብሔር መዓይይቲ ንከውን ኣለና ፍቃድ ኣምላክ ንፍጽም ኣለና ማለት እዩ ስለዚ ሰባት ቃል እግዚኣብሔር ፈሊጦም ኣሚኖም እምነቶም ኣብ ኣምላክ ክጸንዕ ካብ ኣምላክ ድማ በረከት ክቅበሉ መታን እዩ ስለዚ ሕጂ ከምቲ ኩሉ ሳዕ እንገብሮ ክንጽሊ ኢና ምሳይ ብጸሎት ክትሓብሩ ይዕድመኩም ንጸሊ ቅዱስ ቅዱስ ቅዱስ እግዚኣብሔር ኣምላኽ ሰማይን ምድርን ባሕርን ዓይነ ማያትን ኣብኡ ንዘሎ ኩሉ ዝፈጠርካ ተመስገን በዛ ሰዓት እዚኣ ቃልካ ንኸነጽንዕ ቃልካ ንኸንሰምዕ ዕድል ስለዝሃብካና ተመስገን ምሳና ኩን ንኩሎም ነዚ መልእኽቲ ዝሰምዑ ዘለዉ ባርኮም ጎይታ ምርሓዮም ሕቶታቶም ንስኻ ክትምልስ ትኽእል ኢኻ ነዚ ሰሚዖም ጎይታ ኣብ ቃልካ ዘለዎም እምነት ክሰፍሕ እሞ እምነቶም ኣባኻ ድማ ዓቢ ክኸውን ንልምን ባርኮም ምስትውዓል ሃቦም ብስም የሱስ ኣሜን ስለዚ ክቡራት ሰማዕቲ እንታይ እየ ከምቲ ኣቐዲምና ተሪኢኹሞ ከም ዘለኹም እቶም ዝረኣኹሞ ወይ ድማ ንመጀመርያ ክብሎም ንድሕር ትርእይዎ ኣለኹም እቲ ኣነ ዝዛረቦ ብጽሑፍ መልክዕ ድማ ኣብቲ ስክሪን ክትርእይዎ ኢኹም ማለት እዩ። ስለዚ ጥቕስታት ኣሎ፣ መጽሓፍ ቅዱስ ሒዝኩም ከተንብቡ ትኽእሉ ኢኹም፣ ምስማዕ ጥራሕ ዘይኮነ ከተንብቡ ምሳይ፣ ካልኣይ ድማ ነቲ ዘሎ ጥቕስታት ከተንብብዎ ብመጽሓፍ ቅዱስ ገንጺልኩም፣ ክደግማ እየ እንደገና፣ እንተ ስድራ ቤት ኮንኩም ዓቢ ስድራ እንድሕር ኣለኹም ኮይኑ ምስ ኩሎም ስድራኹም ኮንኩም ኮፍ ኢልኩም ክትርእይዎ እውን ትኽእሉ ኢኹም። እንዳንበብኩም ማለት እዩ፣ መጽሓፍ ቅዱስ እንዳገንጸልኩም እቲ ዝበሃል ዘሎ ካብ ቃል ኣምላኽ ምዃኑ ድማ ብኡ መንገዲ ብኡ መንጽር ተረጋግጽሉ ማለት እዩ። ስለዚ ሕጂ ከምቲ ዝበልክዎ ማለት እዩ እቲ ስላይድ ሼር ክገብረኩም እየ ብድሕሪኡ ካብኡ ተበጊስና መጽናዕትና ክንቅጽል ኢና እንታይ ዝብል ተኣርእስቲ ካብ ብማዕበል ዝናወጽ ባሕሪ ናብ ደበናታት ሰማይ እዩ ዝብል ካብ ብማዕበል ዝናወጽ ባሕሪ ናብ ደበናታት ሰማይ፣ ሻሙናይ ክፋል መጽናዕቲ መጽሓፍ ነብዪ ዳንኤል። ትርእይዎም ዘለኹም እንታይ እዮም እዚኣቶም? መብዛሕትኡ ግዜ ኣብ መጽሓፍ ቅዱስ ኣብ ራእይ ዮሃንስ ብዙሓት ሰባት ክትርድኦ ይኸቢድ ኢሎም ይዛረቡ፣ ግን ከምኡ ኣይኮነን። መጽሓፍ ቅዱስ እግዚኣብሄር ንመጀመሪኡ ንዓና ሂብና ዘሎ ስለምንታይ እዩ? ስለምንታይ ይበልና መታን በረከት ክንቅበል መታን ክንኣምኖ መታን ክንርድኦ እምበር ኣቀዲምና ከምኡ ኢልና ከም ሕቱም ወይ ድማ ንዓና ከም ዘይምልከት ጌርና ክንሪኦ ኣይግባእን ቃል እግዚኣብሄር ክዛረበና ከሎ እግዚኣብሄር መታን ንሕና ክንኣምኖ ክንቅበሎ ክነጽንዖ እዩ እሞ እዚ ድማ ትርጉም ኣለዎ ኣብዚ ዳንኤል ምዕራፍ ሸውዓተ እታ ብኣረማይስጢ ተጻሕፈት ናይ መጨረሻ ምዕራፍ እያ ትሕዝቶ ድማ ምስቲ ኣብ ምዕራፍ ክልተ ዘሎ ተመሳሳሊ እዩ ኣቐዲምና ምዕራፍ ክልተ ርኢናዮ ኣለና ድሕሪ ነዚ ዘይረኣኹም ኣለኹም ኮንኩም መሊስኩም ኣብቲ ናይ ምዕራፍ ክልተ ብዛዕባ እቲ ምስሊ ንጉስ ነብኮድናፃር ዝረኣዩ ክትርእዩ ትኽእሉ ኢኹም ኣብ ናይ መፅሓፍ ቅዱስ ሓደ ንፁር ነገር እንታይ ኣሎ ምድግጋምን ምስፋሕን ዝበሃል ኣሎ እቲ ሓደ ነገር ኣቐዲሙ ዝተባህለ ይድገም ግን ብዝሰፍሐ መልክዕ ምስ ዝርዝራቱ እዩ ዝድገም። ስለዚ እቲኣ ናይ ምዕራፍ ክልተ እታ ምስሊ ንቡከድነጻር ዝረኣያ ንሳ ክተጽንዕዋ ናብዚ እንድሕር ንመጀመርያኹም ትኣትዉ ኣለኹም ኮንኩም ምኽንያቱ ይድገም እዩ ዘሎ ግን እዚ ናይ ሕጂ ዝርዝራት ዘለዎ እዩ ዝኸውን ዘሎ። ከም እንደገና ንዳንኤል ብዛዕባ ንዓለም ዝገዝኣ ሃጸያውያን ግዝኣታት ራእይ ተዋህቦ፣ እዚ ድማ ካብ ግዜኡ ጀሚሩ ክሳብ እታ ንዘለኣለም ከቶ ዘይትጠፍእ ናይ መወዳእታ ግዝኣት እዩ ነይሩ። ከምቲ ኣቐዲመ ኣብ ዝሓለፈ ግዜ ጠቒሰዮ ዝነበርኩ፣ የሱስ ክመጽእ እዩ ካልኣይ ግዜ። ኣምላኽ ነዛ ዓለም እዚኣ ፈጢርዋ፣ እዛ ዓለም እዚኣ ናይ ኣምላኽ እያ። ኩልና ደቂ ሰባት እውን ናይ ኣምላኽ ኢና፣ ኩሉ ሰማይን ምድርን ናይ ኣምላኽ እዩ፣ ሰብ ይእመኖ ይእመኖ ብዘየገድስ። እንተፈለጥናዮ ህይወት ንረክብ ተዘይፈለጥናዮ ግድማ ጥፍኣት ማለት እዩ ስለዚ ናይ ኢየሱስ መንግስቲ ልክዕ ድሕሪ ዘን ተኸታተልቲ መንግስትታት ናይ ኢየሱስ መንግስቲ ከም ትመጽእ መጽሓፍ ቅዱስ ከም ታሪኻዊ መቐጸልታ ገይሩ እዩ ዘቕርቦ ስለዚ ድሕሪ እታ ናይ መወዳእታ መንግስቲ ተጠቂሳ ዘላ ሓንቲ ካልእ መንግስቲ ከም ትመጽእ ንሳ ግን መንግስቲ ናይ ኢየሱስ ክርስቶስ ከም ዝኾነ ሓድሽ ሰማይን ሓድሽ ምድርን ዝፈጥረሉ ጊዜ ከም ዝመጽእ ይዛረብ እዚ ኣብ ዳንኤል ምዕራፍ ክልተ ፍቕዲ ኣርብዓን ኣርባዕተን ከምኡውን ምዕራፍ ሸውዓተ ፍቕዲ ዓሰርተ ኣርባዕተ ክንርእዮ ንኽእል ኢና። እቲ ኣብ ምዕራፍ ክልተ ዘሎ ምስሊ ወይ ሓወልቲ ፖለቲካዊ መዳይ ናይዘን መንግስትታት ጥራይ እዩ ዝህብ። እዚ ኣብ ዳንኤል ምዕራፍ ሸውዓተ ዘሎ ግን ህዝቢ ኣምላኽን ታሪኾምን ዘጠቓለለ ኮይኑ ናይ እምነት ወይ ሃይማኖታዊ መልክዕ ዘለዎ ሃይማኖታዊ መዳይ ዝሓዘ ማለት እዩ። እዚ ክንርኢ ኢና እቶም ኣርባዕተ ኣራዊት ክንርኢ ኢና ኣብቲ ሚድ ዳንኤል ምዕራፍ ሸውዓተ ካብ ሓደ ክሳብ ሸውዓተ ዘሎ እንታይ እዮም እዞም ኣርባዕተ ኣራዊት እንታይ ማለት እዩ እታ ንእሽቲ ቐርኒ እንታይ እያ እዛ ንእሽቲ ቐርኒ ክንሪኣ ኢና ኣብ ዳንኤል ምዕራፍ ሸውዓተ ቁፅሪ ሸሞንተ ከምኡውን ካብ ዓሰርተ ትሽዓተ ክሳብ ዕስራን ሓሙሽተን ካልእ ብዛዕባ ፍርዲ ክንርኢ ኢና ፍርዲ ኣሎ ኣምላኽ ፈራዲ እዩ ነፍሲ ወከፍ ሰብ ኣብ ቅድሚ ኣምላኽ ክፍረድ እዩ ካልእ ብዛዕባ ወዲ ሰብ ክንርኢ ኢና ኣብ ትንቢት ዳንኤል ምዕራፍ ሸውዓተ ካብ ዓሰርተ ሰለስተ ክሳብ ዓሰርተ ኣርባዕተ መን እዩ ዝወዲ ሰብ ጎይታና የሱስ ክርስቶስ እዩ ግን ክንሪኦ ኢና ኣብ ትንቢት ዳንኤል ካልእ እቶም ቅዱሳንን እታ ልዑል እቲ ልዑል ኣምላኽን ዝብል ድማ ክንርኢ ኢና ብፍላይ እዞም ክልቲኦም ስለምንታይ ቅዱሳንን ልዑል ኣምላኽን ኣብ ሓደ እንታይ ስለምንታይ ተጠቂሶም ኣለዉ ክንርኢ ኢና ኣብ ዳንኤል ምዕራፍ ሸውዓተ ቁፅሪ ዓሰርተ ሸሞንተ ፍቕዲ ዕስራን ክልተን ከምኡውን ካብ ዕስራን ሽዱሽተን ክሳብ ዕስራን ሸውዓተን ስለዚ ነዘን ኣገደስቲ ነጥብታት ረኣይዎን ኢኹም እቲ ኣርባዕተ ኣራዊት ክንርኢ ኢና፣ ብዛዕባ እታ ንእሽቶ ቀርኒ ክንርኢ ኢና፣ ብዛዕባ ፍርዲ ክንርኢ ኢና፣ ብዛዕባ ወዲ ሰብ ክንርኢ ኢና፣ ብዛዕባ እቶም ቅዱሳንን እቲ ልዑል ኣምላኽን ክንርኢ ኢና፣ ኣብዚ ናይ ሕጂ መጽናዕትና ማለት እዩ። እቶም ኣርባዕተ ኣራዊት ኣራዊት እንታይ ማለት እዩ? መጽሓፍ ቅዱስ ባዕሉ እንታይ ይብለና ብዛዕባ እዚ ነገር እዚ? እዞም ኣርባዕተ ዓበይቲ ኣራዊት እዚኣቶም ካብ ምድሪ ዝትንስኡ ኣርባዕተ ነገስታት እዮም። ስለዚ ኣነ ዝበልክዎ ኣይኮነን ወይ ሓደ ዝበሎ ኣይኮነን መጽሓፍ ቅዱስ ባዕሉ እንታይ ይብለና ኣሎ ሓደ ኣራዊት ማለት መንግስቲ ማለት እዩ ኣርባዕተ መንግስታት ከም ዝትንስኡ ይዛረበና ኣሎ እቲ ሓደ እዚኦም እዮም እቶም ኣራዊት ትርእይዎም ዘለኹም ኣንበሳ ዝመስል እቲ ሓደ ንድቢ እቲ ሓደ ድማ ነብሪ ይመስል እቲ ሓደ ከዓ ፍሉይ ዝኾነ ኣራዊት ማለት ብዝኾነ ኣራዊት ብሓፈሻ ኩሎም ዘጠቓልሎም ነገር ተሃለዉ ዘይ ኣራዊት እዮም እዚኣቶም መንግስታት እዮም። ስለምንታይ እዚ በቲ ሓደ እዚ መንግስቲ በዚ ከምዚ ኣራዊት ተገሊጹ ዝብል ናይ ባዕሉ ትርጉም ኣለዎ ግን ኣብዚኣ ሓዝኑ ኢኹም ኣራዊት ማለት እንታይ ማለት እዩ መንግስቲ ማለት እዩ እዚ ድማ መጽሓፍ ቅዱስ ባዕሉ ዝትርጉሞ እዩ ማለት እዩ ንኣብነት ናይ መጀመርያ ኣራዊት ተለኣሚ ኣንበሳን ንስርን እዩ ዝመስል ተለኣሪኢኹም ኣለኹም ኣብ ስእሊ ትርእይዎ ዘለኹም እዚ ድማ ሃጺያዊ ጊዝኣት ባቢሎን እያ ናይ መጽሓፍ ቁዱስ ባዕሉ እዩ ዝነግረና ኣብቲ ምዕራፍ ሃጺያዊት ግዝኣት ባቢሎን ኣኽናፋ ይምንቆሳ ይብለና ኣብቲ መጽሓፍ ኣብቲ ዝርዝር ደጊሙ ክሰዓር ክስዕር ኣይክእልን እዩ ማለት እዩ ካልእ ካብ ምድሪ ይትንስእ ይብለና እዚ ድማ እንታይ ማለት እዩ እቲ ዝነበሮ ክብሪ የንቆልቁል ማለት እዩ ካልእ ልቢ ናይ ሰብ ተዋህቦ ብለና እዚ ድማ ፈራህ ይኸውን ማለት እዩ እዚ ብኹሉ መለክዒታቱ መግለጺታቱ ሂብና ኣሎ። እቲ ናይ መጀመርያ ኣንበሳ እቲ ኣራዊት ተባሂሉ ዘሎ እንታይ እዩ? ኣንበሳን ንስርን ክልተ ዝሓዘ ከም ናይ ንስሪ ክንፊ ዘለዎ ግን ከኣ ኣንበሳ ሃጺያዊ ግዝኣት ባቢሎን እዚ ሕጂ ኣብቲ ናይ ምዕራፍ ክልተ ትንቢት ዳንኤል ርኢናዮ ከም ዘለና እቲ ርእሲ ወርቂ ባቢሎን እዩ። ሕጂ ግን ብኻልእ መልክዕ ተገሊጹ ኣሎ ማለት እዩ። እዚ ሕጂ እቲ ኩሉ ዝርዝራት ኣብቲ ምዕራፍ ሸውዓተ ብዛዕባ እዚ ኣንበሳን ንስርን ዝዀነ ባቢሎን ተገሊጹ ዘሎ ብሕጽር ብዝበለ ኣብዚ ተገሊጹ ኣሎ። ካልእ ድቢ፣ ሓደ ድቢ ድሕሪኡ ዝመጽእ ድማ ድቢ እዩ ነይሩ፣ እዚ ድማ ሃጸያዊ ግዝኣት ሜዶንን ፋርስን እዩ። እዚ ድማ ብጐድኑ ይትንስእ ኢልዎ ኣሎ ኣብቲ ጽሑፍ ምዕራፍ ሸውዓተ። እንታይ ማለት እዩ? ፋርሳውያን ካብ ሜዶናውያን ይሕይሉ ከም ዝነበሩ፣ ካልእ ሰለስተ ዓጽሚ መሰንገለ ኣብ ኣፉ ኣብ ሞንጎ ኣስናኑ ነበረ ከም ትርእይዎ ዘለኹም እዚ ድማ ንሊድያን ንባቢሎንን ንግብጽን ከም ሰዓረ ማለት እዩ ካልእ ተንስእ እሞ ብዙሕ ስጋ ብላዕ በልዎ ዝብል ኣሎ ብብዙሕ ሃርገፍገፍ ሰፊሕ መሬት ከም ዝተቆጻጸረ ማለት እዩ እዚ ኩሉ ምስ ተጻሒፉ ዘሎ ኣብቲ መጽሓፍ ምዕራፍ ሸውዓተ ዘሎ እዩ መግለጺ ብዛዕባ እዚ ድቢ ወይ ድማ ሃጽያዊ ግዝኣት ሜዶንን ፋርስን ዘመላኽት እዩ እቲ ቐጺሉ ዝመጽእ ነብሪ እዩ። እዚ ድማ ሃጺያዊ ግዝኣት ግሪኽ መቄዶንያ እዩ። ሕጂ እዚ ድማ ኣርባዕተ ክንፊ ዑፍ ኣለዎ ኢልዎ ኣብቲ ጽሑፍ። እዚ ድማ ብቕልጣፈ እዩ ዝስዕር ነይሩ። እቲ ናቱ ንጥፈት ከስፋሕፍሕ ከሎ ኣዝዩ ንጡፍ ከም ዝነበረ ካልእ ኣርባዕተ ኣራእስ ነይርዎ። እዚ ድማ እንታይ እዩ? ነታ ግዝኣት እቶም ኣርባዕተ ጀነራላት ተማቐልዎ። ኣሌክሳንደር ዘ ግሬት፣ ኣሌክሳንደር ዓብዪ፣ ንሱ ምስ ሞተ ብንእስነቱ እቶም ኣርባዕተ ጀነራላቱ ነታ መንግስቱ ተመቓቒሎማ። ስለዚ በርባዕተ ኣራእስ ተመሲላ ኣላ። ካልእ ግዝኣት ተዋህቦ። እዚ ድማ እንታይ ማለት እዩ? ካብቶም ቅድሚኡ ዝነበሩ ግዝኣታት ኣስፊሑ ተዘርጊሑ ማለት እዩ። ቀጺልና ንሪኦ ኣራዊት ድማ ኣራዊት እዩ ዝበሃል። ንሱ ከዓ እንታይ እዩ? ሃጺያዊ ግዝኣት ሮሜ እዩ። እዚ ድማ ዓበይቲ ኣስናን ሓጺን ነይርዎ። ከም መንግስቲ ሓጺን ይፍለጥ ነይሩ። ካልእ ይውሕጥን ይጥሕንን ነቲ ዝተረፈ ከኣ በእጋሩ ይረግጾን ነይሩ። እዚ ድማ ንኽስዕር ዝተፈላለየ ስልትታት ይጥቀም ከም ዝነበረ እዩ። ካልእ ዓሰርተ ኣቕርንቲ ነይርዎ። እዚ ድማ እታ ግዝኣት ናብ ናእሽቱ ክፋላት ክትመቓቐል እያ። ሮም ኮሜኣ ኮይና። ልክዕ ከምቲ ባቢሎን ብሜዶንን ፋርስን ተሳዕረት፣ ወይ ድማ ሜዶንን ፋርስን ብግሪኽ ተሳዕረት ግሪኽ ዲማ ብሮም ተሳዕረት ሮማ ግን ኣብኡ ከላ ፈርከሽከሽ እያ ኢላ ስለዚ ንዕኡ ንምሕባር ዓሰርተ ኣቅረንቲ ነይርዎ ይብለና እቶም ኣቅረንቲ ንባዕሎም መንግስታት ምዃኖም ድማ ኣብቲ ምዕራፍ ሸውዓተ ንረኽቦ ማለት እዩ እታ ንእሽቶ ቀርኒ ዝብል ሕጂ ክንርኢ ኢና ንእሽቶ ቀርኒ እዚኣ ሕጂ ኣብ ዳንኤል ምዕራፍ ሸውዓተ ቁጽሪ ዕስራን ሓደን ከምዚ ነንብብ፣ እቲ ጥንታዊ እዚ መዓልቱ ክሳዕ ዝመጽእ፣ ፍርዲ ነቶም ናይ ልዑል ቅዱሳን ክሳዕ ዝወሃብ፣ እቶም ቅዱሳን ነታ መንግስቲ ዝወርሱላ ግዜ ክሳዕ እትመጽእ፣ እታ ቀርኒ ምስቶም ቅዱሳን ክትዋጋእን ክትስዕሮምን ከላ ርኤኹ። ቀርኒ፣ እንታይ እያ እዛ ቀርኒ እዚኣ? መጽሓፍ ቅዱስ ባዕሉ ክትርጉመልና እዩ። መጀመርያ ሃጸያዊት ግዝኣት ሮሜ ብባርባራውያን ዓሌታት ዝመሓደሩ ናብ ዝነበሩ ሓያሎ ክፋላት እያ ተመቓቒላ፣ ከምቲ ኣቐዲምና ዝረኣናዮ። ኣብቲ እዋን'ቲ ፍልይ ዝበለ ግዝኣት ወይ ሓይሊ ክቕልቀል ጀመረ። እዚ ኣብ ምዕራባዊ ዓለም ንሮሜ ዝተቖጻጸራ ሃይማኖታዊ ስልጣን እዩ ነይሩ። ስልጣን ናይ ጳጳስ ሮሜ ከምዚ ዝስዕብ ይመስል ነይሩ፣ መጀመርያ ኣንጻር እቲ ልዑል ኣምላኽ ምዝራብ እዩ ነይሩ። እንታይ ማለት እዩ እዚ? ንርእሱ ከም ወኪል ናይ ክርስቶስ ኣብ ምድሪ ከም ዝዀነን ዘይጋገ ከም ዝዀነን ኣዊጁ። እዚ ሕጂ ኣምላኽ ጥራይ ዘይጋገ እምበር ሰብ ክተይጋገ እንድሕሪ ኢሉ እዚ ናይ ብሓቂ ዓቢ ናይ ትዕቢት ዘረባ እዩ። ካልእ እንታይ ክብል ጀሚሩ እዚ ናይ ሃጽያዊ እዚ ጳጳሳዊ ናይ ሮማ ንቅዱሳን የሳጉግ ምዃኑ ኣብኡ ተዘሪብሉ ኣሎ። ካልኣይ ድማ ብቀዳምነት ብመንገዲ ኢንኩዚሽን እዚ ኢንኩዚሽን ዝበሃል ነቶም ንሳቶም መናፍቃን ዝብልዎም ንዕኦም መቅጻዕቲ ንምሃብ ዝወጸ ሓውሲ መቅጽዒ መንገዲ እዩ። ግን በዚ ኣቢሉ ክንደይ ኣመንቲ ክንደይ ናይ እግዚኣብሔር ሰባት ብእምነቶም ከም ተሳቀዩ ኣብ ታሪክ መዛግብቲ ንረክቦ ማለት እዩ። ስለዚ ንቅዱሳን የሳጉግ ካልእ ንግዜን ንሕግን ይቕይር። ከመይ ማለት? ነታ ካልኣይቲ ትእዛዝ ኣወጊድዋ። እንተ ርኢኹም ኴንኩም ኣብ መጽሓፍ ቅዱስ ዘለዉ ዓሰርተ ትእዛዛት ኣብ ኦሪት ዘጸኣትን ኣብ ናይ ሮማዊት ካቶሊትካዊት ቤተክርስትያን ዘሎ ዓሰርተ ትእዛዛትን ሓደ ኣይኮነን። እታ ካልኣይቲ እቲ ካልኣይቲ ትእዛዝ ኣብ ናይ ሮማዊት ካቶሊካዊት ቤተክርስትያን የላን። ነታ ዓስረይቲ ኣብ ክልተ ተመቒላ። ራብዓይቲ ትእዛዝ ድማ ብዛዕባ ሰንበት ተቐይራ፣ ካብታ ሻብዒይቲ መዓልቲ ናብታ ቀዳመይቲ መዓልቲ ሰሙን። ስለዚ ናይ እግዚኣብሔር ሕጊ ክቕይር ዝኽእል ሓይሊ መን እዩ? ጸርፊ እዩ። ስለዚ እንደገና ክደግመን እየ፣ እዛ ንእሽቶ ቀርኒ ከመይ ኣቢላ እያ ንናይ ቅዱሳን ክተሳጎግ ወይ ድማ ብኸመይ ዝኣመሰለ መንገዲ ትልለ ነይራ ዝብል ሕቶ ኣዝዩ ኣገዳሲ እዩ። ኣንጻር እቲ ልዑል ኣምላኽ ትዛረብ ነይራ ከምዚ ክብል ከሎ እንታይ ማለት እዩ? ንርእሱ ከም ወኪል ናይ ክርስቶስ ኣብ ምድሪ ከም ዝኾነን ዘይጋገ ከም ዝኾነን ኣዊጁ ካልኣይ ንቅዱሳን የሳጉግ ብቀዳምነት ብመንገዲ ኢንኩዚሽን ካልእ ንግዜን ንሕግን ይቅይር እዚ ድማ ከምቲ ኣቐዲመ ዝበልክዎ ነታ ኣብተን ዓሰርተ ትእዛዛት እታ ካልኣይቲ ትእዛዛት ተደምሲሳ እያ። ነታ ራብዐይቲ ትእዛዝ ድማ ተቐይራ እያ። ነታ ዓስረቲ ትእዛዝ ድማ ኣብ ክልተ ተመቒላ። ስለዚ ናይ እግዚኣብሔር ሕጊ እግዚኣብሔር ብኢዱ ዝጸሓፎ ኣብ ከረን ሲና መን እዩ ሰብ ክቕይሮ ዝኽእል? እዚ ጸርፊ እዩ። እዚ ኣዝዩ ክርሳዕ ኣይብሉን እዚ ናይ እዚ ባህርያት ናይ እዛ ንእሽቶ ቀርኒ ወይ ድማ ናይ ሮማዊ ጳጳስ ማለት እዩ። ካልእ እታ ንእሽቲ ቀርኒ ንቕፅሎ ኣለና እዛ ቀርኒ ምስተም ቅዱሳን ክትዋጋእን ክትስዕሮምን ከላ ርኢኹ ይብል ኣብ ምዕራፍ ሸውዓተ ቁፅሪ ዕስራን ሓደን እዛ ንእሽተ ቀርኒ ወይ ድማ ጳጳሳዊት ሮም ክሳዕ ክንደይ ክትገዝእ ተፈቒድላ ነበረ ክሳዕ ዘመንን ዘመናትን ፈረቓ ዘመንን እዩ ክትገዝእ ተፈቒድላ ነይሩ እዚ ድማ ሰለስተ ዘመናትን ፈረቓን ማለት እዩ ኣብኡ ኢና እንረኽቦ። ክሳዕ ዘመንን ዘመናትን፣ ዘመናት ማለት ክልተ ዘመን ማለት እዩ፣ ዘመንን ዘመናትን፣ ፈረቓ ዘመንን ሰለስተ ዘመናትን ፈረቓን፣ እዚ እንታይ ማለት እዩ? ሓደ ዓመትን ምስ ክልተ ዓመት ተሓዊሱ ዘመናት ክልተ ዓመት፣ ፈረቓ ዘመን ፍርቂ ዓመት፣ ስለዚ ሰለስተ ዓመትን ፈረቓን። እንታይ ማለት ሰለስተ ዓመትን ፈረቓን? ካብ ሓሙሽተ ሚእትን ሰላሳን ሸሞንተን ድሕሪ ልደተ ክርስቶስ እዚ ድማ ጁስቲንያን ንሮማ ካብ ኦስትሮጎትስ ኣድሒንዋ። ብድሕሪኡ ድማ ንከተማ ሮማ ድማ ኣብ ትሕቲ ጳጳስ ገይርዋ። እዚ ሕጂ ሰለስተ ዓመትን ፍረቓን ማለት ሽሕን ክልተ ሚእትን ስሳን ማለት እዩ። ዓመታት ማለት እዩ። ኣብ መጽሓፍ ቅዱስ ሓንቲ መዓልቲ ከም ሓንቲ ዓመት እያ ትቑጸር ማለት እዩ። እዚ እቲ መሰረታዊ ነገር እዩ ኣብዚ ክንዝክሮ ዘለና። ካልእ እዚ ካብ ሓምሳን ሓሙሽተ ሚእትን ሰላሳን ሸሞንተን ጁስቱንያን ንሮማ ካብ ኦስተሮክስ ኣድሒንዋ። እዚ ዓቢ ምስግጋር ናይ ኣሮማዊት ሮም እዩ ናብ ናብ ናይ ቅዱስ ሃጸያዊ ግዝኣት ናይ ሮማ ዝተሰጋገረሉ ማለት እዩ፣ ሃይማኖታዊ መልክዕ ክሕዝ ዝጀመረሉ። ስለዚ ካብ ሓሙሽተ ሚእቲ ሰላሳን ሸሞንተን ድሕሪ ልደተ ክርስቶስ ናብ ሽሕን ሸውዓተ ሚእትን ትስዓን ሸሞንተን ድሕሪ ልደተ ክርስቶስ እንታይ ኮይኑ ኣብ ሽሕን ትሽዓተ ሚእትን ትስዓን ትስዓን ሸሞንተን ከም መጀመርያ ሓሙሽተ ሚእትን ሰላሳን ሸሞንተን እንተደኣ ኢልናዮ ጁስትንያን ንሮማ ካብ ኦስትሮግስ ኣድሒንዋ እንደገና ንከተማ ሮማ ኣብ ትሕቲ ጳጳስ ገይርዋ። ሽሕን ሸውዓተ ሚእትን ተስዓን ሸሞንተን ድማ እንታይ ኮይኑ ናፖልዮን ናይ ፈረንሳ ንጉስ ዝነበረ ንጳጳስ ፓዮስ ሻድሻይ ኣብ ማሕዩር ዳጒንዎ ድሕሪዚ ጵጵስና ድማ ፖለቲካዊ ሓይሊ ስኢኑ ማለት እዩ ስለዚ ብትንቢት ናይ መጽሓፍ ቅዱስ መሰረት ንዘመንን ዘመናትን ፈረቓ ዘመንን ሽሕን ክልተ ሚእትን ስሳን ዓመት እዚ ኣብ ስልጣን ከም ዝነበረ እቲ ናይ ሮማዊ ግዝኣት ማለት እዩ ሰለስተ ዓመትን ፈረቓን እንተ ኢልና ሓንቲ ዓመት ሓደ ብናይ ሰላሳ ሰላሳ መዓልቲ ይኸውን ማለት እዩ ንሓንቲ ንሓንቲ ወርሒ ስለዚ ብኸምኡ መሰረት ሽሕን ክልተ ሚእትን ስሳን ዓመታት ማለት እዩ ኣብ መጽሓፍ ቅዱስ ድማ ከምቲ ኣቐዲመ ዝበልክዎ ሓንቲ መዓልቲ ብሓንቲ ዓመት እያ ትትርጎም ትንቢታዊ ኣተረጓጉማ ማለት እዩ። ካልእ እዚ ሕጂ ካብ ናይ ኤለን ዋይት ሓንቲ ከንብበልኩም እየ እሱ ድማ ኣብ ተዓብዪ ውግእ ዝብል ኣብ ምዕራፍ 25 ገጽ 446 ዝተጻሕፈ እቲ ፍሉይ መለለይ ባህርያት ናይቲ ኣራዊት እዚ ማለት ድማ ምስሉ ንትእዛዛት ኣምላኽ ምፍራስ እዩ ብዛዕባ እታ ንእሽቶ ቀርኒ ዳንኤል ከምዚ ይብል ዘመናትን ሕጋጋትን ክልውጥ ከኣ ክሕልን እዩ እዚ ኣብ ዳንኤል ምዕራፍ ሸውዓተ ቁጽሪ ዕስራን ሓሙሽተን። ሃዋርያ ጳውሎስ ድማ ነዚ ሓይሊ እዚ ንገዛእ ርእሱ ልዕሊ ኣምላኽ ልዕል ከብላ ዝደሊ ወዲ ጥፍኣት ክብል ሰምይዎ ኣሎ ኣብ ካልኣይ ተሰሎንቄ ምዕራፍ ክልተ ካብ ሓደ ክሳብ ዓሰርተ ክልተ። ሓደ ትንቢት ናይ ካልእ ትንቢት መመላእታ እዩ፣ ንሕጊ ኣምላኽ ብምቕያር ጥራይ እዩ ጵጵስና ልዕሊ ኣምላኽ ክብ ንምባል ዝሕልን ዝኾነ ሰብ፣ ሕጊ ኣምላኽ ተቐይሩ ከም ዘሎ እንዳ ፈለጠ፣ ነቲ ዝተቐየረ ሕጊ እንተድኣ ሓልዩዎ፣ ነቲ ዝቐየሮ ሓይሊ ዝለዓለ ክብሪ ይህቦ ኣሎ ማለት እዩ። ርዱእ ዶ ኣይኮነን እዚ? ርዱእ እዩ። ከመይ ኣቢሉ እዩ ጵጵስና ወይ ድማ እታ ንእሽቶ ቀርኒ ኢልዎ ዘሎ ኣብ መጽሓፍ ቅዱስ ልዕሊ ኣምላኽ ትኸውን ንዝብል ሕቶ፣ ነቲ ሰማይን ምድርን ዝፈጠረ ክጋገ ዘይክእል ኣምላኽ ዝገበሮ ሕጊ ንዕኡ ብምቕያር እዩ። ከም ኣብነት ዝረኣናዮ ድማ ነተን ዓሰርተ ትእዛዛት፣ ዓሰርተ ትእዛዛት እንታይ እየን? እግዚኣብሄር ብኢዱ ኣብ ከረን ሲና በጻብዑ ዝጸሓፈን እየን። ከመይ ጌርካ ኢኻ ነቲ ካልኣይ ትእዛዝ ትድምስሶ? ከመይ ጌርካ ኢኻ ነቲ ራብዓይ ትእዛዝ ትቕይሮ? ከመይ ጌርካ ኢኻ ነቲ ዓስራይ ትእዛዝ ኣብ ክልተ ትመቕሎ? ከምዚ ብምግባርካ ናይቲ ንመጀመርያ ዝደረሶ ኣምላኽ ንዑ ነቲ ስልጣኑ እንዲኻ ትቃወሞ ዘለኻ። ብእኡ መሰረት ብመጽሓፍ ቅዱስ መሰረት ከምዚ ክገብር እዚ ሓይሊ እዚ እዛ ንእሽቶ ቀርኒ ወይ ድማ ናይ ሮማ ጳጳስ ከምዚ ክገብር ስለ ዝኸኣለ ኣንጻር ኣምላኽ ወይ ድማ ልዕሊ ኣምላኽ ልዕል ክብል ከም ዝደለየ ትንቢት ይዛረብ። ፍርዲ ፍርዲ ኮነ መጻሕፍቲ እውን ተገንጸለ ይብለና ኣብ ዳንኤል ምዕራፍ ሸውዓተ ቁጽሪ ዓሰርተ። እቲ ኣብ ዳንኤል ምዕራፍ ሸውዓተ ዘሎ ፍርዲ መኣዝ ኢዩ ዝፍጸም? ብመሰረት ፍቕድታት ዓሰርተ ሓደን ዓሰርተ ክልተን፣ እቲ ፍርዲ ኣብ እዋን እቶም ኣራዊትን እታ ንእሽቶ ቐርኒን ኢዩ ዝጅምር። እዚ ድማ ቅድሚ ካልኣይ ምጽኣት የሱስ ክርስቶስ ማለት ኢዩ፣ ምኽንያቱ እታ ንእሽቶ ቐርኒ ቅድሚ የሱስ ኢያ ትህሉ። ብድሕሪኡ እዩ የሱስ እታ እምኒ ኣብ ትንቢት ዳንኤል ምዕራፍ ክልተ ካብ ጎቦ ተወርዊራ ነቲ ምስሊ ትድዕምኾ፣ ተጥፍኦ። ስለዚ ኣገዳስነት ወይ ድማ ግዜ ኣብ መዓስ እዛ ንእሽቶ ቀርኒ ከም ትህሉ ምፍላጥ ማለት ብድሕሪኡ ክመጽእ ዝኽእል ናይ የሱስ መንግስቲ ወይ ድማ ሓዲስ ካልኣይ ምጽኣት የሱስ ክርስቶስ ከም ዝኾነ ኣብዚ ትንቢት ንርእዮ። ብመሰረት ፍቕዲ ዕስራን ሓሙሽተን፣ እቲ ፍርዲ ድሕሪ ሽሕን ክልተ ሚእትን ስሳን ናይ ጵጵስና ግዝኣት እዩ ዝጅምር። ከምቲ ኣቐዲሞ ዝበልክዎ ዘመንን ዘመናትን ፈረቓ ዘመንን ሓደ ዘመን ወይ ድማ እንታይ እዩ ዝኸውን ዘሎ ሓደ ዓመት ዘመናት ክልተ ዓመት ፈረቓ ዘመን ፍርቂ ዓመት እዚ ድማ ንሓንቲ ወርሒ ብሳላሳ መዓልቲ ማለት እዩ ሽሕን ክልተ ሚእትን ስሳን ይኸውን ኣሎ ካብ ሓሙሽተን ሳላሳን ሸሞንተን ጁስቲንያን ንጳጳስ ናይ ሮማዊ ናይ ሮም ግዝኣት ምስ ሃቦ፣ ክሳብ ሽሕን ሸውዓተ ሚእትን ተስዓን ሸሞንተን ናፖልዮን ነቲ ጳጳስ ኣብ ማሕዩር ኣብ ቤት ማእሰርቲ ምስ ኣእተዎ ማለት እዩ፣ እታ ግዜ ሽዑ ተወዲኣ። ስለዚ እዚ ድማ ድሕሪ ሽሕን ሸውዓተ ሚእትን ተስዓን ሸሞንተን ድሕሪ ልደተ ክርስቶስ ማለት እዩ። ዳንኤል ምዕራፋት ሸሞንተን ትሽዓተን እቲ ፍርዲ መኣዝን በየናይ እዋንን ከም ዝጅምር ብልክዕ ገሊጽዎ ኣሎ። እንታይ እዩ ዕላማ ናይዚ ፍርዲ እዚ? ንክርስቶስ ስልጣኑ መሊስካ ንምሃብ፣ ሓቀኛነት ህዝቢ ኣምላኽ ንምርግጋጽ፣ ህዝቢ ኣምላኽ ነታ ኣብ ገነት ዝሰኣንዋ ግዝኣት ከም እንደገና ክወሃቡ ማለት እዩ። ወዲ ሰብ ዝብል ኣሎ ሕጂ ወዲ ሰብ ጎይታና የሱስ ክርስቶስ ንገዛእ ርእሱ ከም ወዲ ሰብ እዩ ወዲ ሰብ ከምዚ ከጋጥሞ እዩ ክመውት እዩ ኢሉ ብዙሕ ነገር ኣብ መጽሓፍ ቅዱስ ብዘየማትእ መንገዲ ወዲ ሰብ ዝብል ንጎይታና የሱስ ክርስቶስ ከም ዝኾነ ንርኢናዮ ኣለና ብብዙሕ ኣጋጣሚታት። ብራእያት ለይቲ እጥምት ነበርኩ ይብል ዳንኤል፣ እንሆ ከኣ ወዲ ሰብ ዝመስል ብደበና ሰማይ ይመጽእ ነበረ፣ ናብቲ ጥንታዊ እዚ መዓልቲ ድማ በጽሐ፣ ናብ ቅድሚኡ እውን ኣቕረብዎ ይብለና። ወዲ ሰብ ዝብል ስያሜ ኣብ መጽሓፍ ቅዱስ ንደቂ ሰባት እዩ ዘመላኽት። ንኣብነት ኣብ ዘኍልቍ ምዕራፍ ዕስራን ሰለስተን ቍጽሪ ዓሰርተ ትሽዓተ፣ ኣብ መጽሓፍ እዮብ ምዕራፍ ዕስራን ሓሙሽተን ቍጽሪ ሽዱሽተ፣ ኣብ መዝሙር ዳዊት ሚእትን ኣርብዓን ኣርባዕተን ፍቕዲ ሰለስተ፣ ኣብ መጽሓፍ ነብዪ ኢሳይያስ ሓምሳን ሓደን ቍጽሪ ዓሰርተ ክልተ፣ ኣብ ትንቢት ኤርምያስ ምዕራፍ ኣርብዓን ትሽዓተን ቍጽሪ ዓሰርተ ሸሞንተ፣ ከምኡውን ኣብ ህዝቅኤል ምዕራፍ ክልተ ፍቕዲ ሓደ ኣብዚ ኵሉ ወዲ ሰብ ዝብል ንደቂ ሰባት ከም ዘመላኽት ንርኢ። መሲሓዊ መዓርጉ እውን እዩ ብዛዕባ መሲሕ ዝዛረብ፣ ብመሰረት መዝሙር ዳዊት ሰማንያ ቁጽሪ ዓሰርተ ሸውዓተ ከምኡ እውን የሱስ ብዛዕባ ገዛእ ርእሱ ዝተጠቕመሉ ከምዚ ድማ ኣብ ወንጌል ማቴዎስ ምዕራፍ ሸሞንተ ፍቕዲ ዕስራ፣ ወንጌል ማርቆስ ምዕራፍ ዓሰርተ ሰለስተ ቁጽሪ ዕስራን ሽዱሽተን፣ ወንጌል ሉቃስ ምዕራፍ ትሽዓተ ቁጽሪ ዕስራን ሽዱሽተን ከምኡ እውን ኣብ ወንጌል ዮሃንስ ምዕራፍ ሰለስተ ፍቕዲ ዓሰርተ ሰለስተ ንርእዮ ማለት እዩ። ኣብቲ ራእይ፣ የሱስ ከምቲ ኻልኣይ ሳዕ ብደበናታት ሰማይ ዚመጽእ ኰይኑ እዩ ተገሊጹ ዘሎ። እንተዀነ ግና፣ እዚ ካልኣይ ምጽኣቱ ኣይኰነን፣ ምኽንያቱ ንዓና ወኪሉ ናብቲ ጥንታዊ መዓልቱ ወይ ድማ ንእግዚኣብሄር ኣቦ፣ ናብኡ እዩ ዚመጽእ ዘሎ እምበር፣ ናብዛ ዓለም እዚኣ ኣይኰነን ዚመጽእ። እዚ ኣብ ቀዳማይ ጢሞቴዎስ ምዕራፍ ክልተ ቍጽሪ ሓሙሽተ ድማ ክንርእዮ ንኽእል ኢና፣ ተወሳኺ ሓበሬታ ማለት እዩ። ስለዚ፣ እዛ ህሞት እዚኣ፣ ምንጻህ ናይታ ሰማያዊት ቤተ መቕደስ ከም ዝዀነት ኣብ ትንቢት ዳንኤል ምዕራፍ ሸሞንተ ካብ ዓሰርተ ሰለስተ ክሳብ ዓሰርተ ኣርባዕተ ይገልጽ። ተንብብዎ ኣዕድመኩም። ትንቢት ዳንኤል ምዕራፍ ሸሞንተ ካብ ዓሰርተ ሰለስተ ክሳብ ዓሰርተ ኣርባዕተ። እቲ ምንጻህ ምስ ኣኽተመ፣ እቲ ዝተመዛበለ ኣምልኾ ሓሶት ናይ ጵጵስና በቲ ሓቀኛ ኣምልኾ ክትካ እዩ። ዘክርዎ ኢኹም ከም እንደገና ኣምታ ቀዲምና ተዛረብናዮ። ስለምንታይ እዩ ጵጵስና ልዕሊ ኣምላኽ ልዕል ልዕል ዘብል ተራእየልና? ነቲ እግዚኣብሄር ዝጸሓፎ ሕጊ ነቲ እግዚኣብሄር ዝሃቦ ሕጊ ክቕይር ስለ ዝኸኣለ ስለ ዝሓለነ ይብሎ መጽሓፍ ቅዱስ ምክንያቱ ትህቅን ግን ሃቂንካ ማለት ጌርካዮ ማለት ኣይኮነን እቲ ሕጊ እግዚኣብሄር ኩሉ ሳዕ ጸኒዑ እዩ ዝነብር ተኾነ ንዝኾነ ይኹን ሰብ ንምጥቃን ኣይኮነን ንሕና ትንቢት ዝብሎ ዘሎ መፅሓፍ ቅዱስ ዝብሎ ዘሎ ኢና ክንመሃር ዘለና ዘለና ስለዚ እዛ ንእሽቲ ቀርኒ እንታይ ትገብር ንዝብል ሕቶ ዘመናትን ሕጋጋትን ከም ትቕይር ብግብሪ ድማ ኣብ ታሪኽ ርኢናዮ ማለት እዩ። ኣብቲ ነተን ዓሰርተ ትእዛዛት ክትቅይሮ ከም ዝሃቀነት ማለት እዩ። ካልእ እቶም ቅዱሳንን እቲ ልዑል ኣምላኽን ዝብል ክንርኢ ኢና። ንኣብነት እቶም ናይ ልዑል ቅዱሳን ግና ነታ መንግስቲ ክቕበልዋ እዮም። ነታ መንግስቲ እውን ንዘለኣለም ንዘለኣለም እረ ንዘለኣለም ኣለም ክወርስዋ እዮም ይብለና። ኣብቲ ሚዳንኤል ምዕራፍ ሸውዓተ ቁፅሪ ዓሰርተ ሸሞንተ ናይቲ ልዑል ቅዱሳን ናይ ኣምላኽ እሙናት ሰዓብቲ ካብ ካልኦት ህዝብታት ተፈልዮም ሕሩያት ንምዃን ዘትረፎም በቲ ንኣምላኽ ዝጻረር ሓይለ ስልጣን ብመስጎግቲ እንዳሓለፉ ከለዉ ናይ እምነት ኪዳኖም ዝሕልዉ ነቲ ኣብኡ ነቲ ካብኡ ኣብ መወዳእታ ነታ ዘለኣለማዊት መንግስቲ ዝቕበልዋ እምነቶምን ትውክልቶምን ኣብ ኣምላኽ ዝዕቅቡ እዮም ይብለና እዚ ኣብዚ Identity of the Saints of the Most High ኣብ ናይ ብዛዕባ ምዕራፍ ሸውዓተ ቢብሊካ ሓምሳን ሽዱሽተን ኣብዚ ናይ ተወሳኺ ሓበሬታ ትርእይዎ ትኽእሉ ኢኹም ግን መግለጺ ናይታ ህዝቢ ኣምላኽ እንታይ እዮም እንተ ኢልና እዚኣቶም እንታይ እዮም ናይ ኣምላኽ እሙናት ሰዓብቲ እዮም ካብ ካልኦት ህዝብታት ተፈልዮም ሕሩያቱ ንምዃን ዘትረፎም በቲ ንኣምላኽ ዘጻረር ሓይለ ስልጣን ብመንጎስ ብመስጎግቲ እንዳሓለፉ ከለዉ ናይ እምነት ኪዳኖም ዝሕልዉ ነቲ ካብኡ ኣብ መወዳእታ ነታ ዘለኣለማዊት መንግስቲ ዝቕበልዋ እምነቶምን ትውክልቶምን ኣብ ኣምላኽ ዝዕቅቡ እዮም። ብሓጺሩ ናይ ኣምላኽ ሰዓብቲ ማለት እዩ። ስለዚ ድሕሪ መስጎግቲ ናይታ ንእሽቶ ቀርኒ ኣብ መወዳእታ ዓለም ብምስሊ እቲ ኣራዊት እትበራበር ወይ ድማ ትሕደስ። ህዝቢ ኣምላኽ እታ መንግስቲ እታ ዘለኣለማዊት መንግስቲ ክቕበሉ እዮም። ኣብ መወዳእታ እዚ ድማ ኣብቲ ራእይ ዮሃንስ ምዕራፍ ዓሰርተ ሰለስተ ካብ ዓሰርተ ኣርባዕተ ክሳብ ዓሰርተ ሸውዓተ ክንሪኦ ንኽእል ኢና እዚ ተወሳኺ ካብ thoughts from the mounts of blessing ዝብል ብናይ ኤለን ዋይት ተፃሕፈ እዩ ኣገዳሲ ምስዚ ሕጂ ክንሪኦ ዝፀናሕና ዝኸይድ እዩ ብሓጢኣትን ሽፍትነትን ዝተመልአ ልብታት ንልዕላውነት ፍቕሪ ኣምላኽ ዕለት ዕለት ኣብ ዝውፈየሉ እዋን መንግስቲ ጸጋ ኣምላኽ ኣብዚ እዋንዚ ተመስሪታ ኣላ ማለት እዩ። ክሳብ የሱስ ክርስቶስ ካልኣይ ሳዕ ናብዛ ዓለም እዚኣ ዝምለስ ግና እታ መንግስቲ ክብሪ ብምልእታ ኣይትምስረትን እያ። እቲ ኣብ ትሕቲ ኩሉ ሰማይ ዘሎ መንግስትን ግዝኣትን ዕቤት መንግስትታትን ነቲ ናይ ልዑል ህዝቢ ቅዱሳን ክወሃብ እዩ። መንግስቱ ናይ ዘለኣለም መንግስቲ እያ፣ ብዘለዉ ግዝኣታት ድማ ከገልግልዎን ክእዘዝዎን እዮም ይብለና ኣብ ትንቢት ዳንኤል ምዕራፍ ሸውዓተ ካብ ዕስራን ሸውዓተን። እቲ ካብ ምስራት ዓለም እተዳለወሎም መንግስቲ ክወርሱ እዮም። ክርስቶስ ድማ ነቲ ዓብዪ ስልጣን ክወስዶን ክነግስን እዩ ይብለና። እዚ ልክዕ ድሕሪ እታ ንእሽቶ ቀርኒ ዝመጽእ ጎይታና የሱስ ክርስቶስ ከም ዝነግስ ወይ ድማ ናይ ህዝቢ ቅዱሳን ከምታ ቀዲምና ዘንብብናዮ ነታ መንግስቲ ከም ትወሃቦም ነታ ኣብ ገነት ኤደን ዝሰኣንዋ እንደገና ከም ትምለሰሎም ዝሕብር እዩ ማለት እዩ። ስለዚ ክቡራት ሰማዕቲ ሕጂ ዝረኣናዮ መልእኽቲ ብዛዕባ እተን ኣርባዕተ መንግስትታት ኢና ርኢና ብሓፈሻኡ እተን ዝመጻ ንሳተን ድማ ካብ ባቢሎን ሜዶንን ፋርስን ግሪኽ ሃጺያዊት ሮም ከምኡ እውን እታ ንእሽቶ ቀርኒ ወይ ድማ ጳጳሳዊት ሮም ካብ ሓሙሽተ ሚእትን ሰላሳን ሸሞንተን ክሳብ ሽሕን ትሽዓተ ሚእትን ሰብዓን ሸሞንተን ዝረኣናያ ማለት እዩ ስለዚ እንታይ ኢና ንመሃር ዘለና ኣብዚ ኩሉ እግዚኣብሔር ኣቐዲሙ ከም ዝረኣዮ እግዚኣብሔር ዝበሎ እግዚኣብሔር ንባሮቱ ነቢያት ከይገለጸ ዋላ ሓንቲ ነገር ኣይገብርን እዩ እዩ ዝነግረና እሞ ብተኸታታሊ ነቲ ነፅንዐሉ ዘለና ምክንያት እንታይ ድሕረ ባይታ ናይቲ ትንቢት ክንሪኦ መታን እግዚኣብሄር ንዘመንና ዝብሎ ዘሎ ክንፈልጥ እዩ እቲ ቀንዲ ዕላማ እሞ በዚ መልእኽቲ ዝተባረኽኩም ክትኮኑ ተስፋ ይገብር ኣብ ዝቕጽል ኣብ ታሽዓይ መደብና ክሳብ ንራኸብ እግዚኣብሄር ኣምላኽ ምሳኹም ይኹን ከምቲ ኩሉ ሳዕ እንገብሮ ድማ ብጸሎት ክንዓጹ ኢና ንጸሊ ሰማይን ምድርን ባሕርን ዓይኒ ማያትን ኣብ ዘሎ ኩሉ ዝፈጠርካ እግዚኣብሔር ኣቦ ተመስገን ስለ ዝነበረና ግዜ ንኩሎም ነዚ መደብ ዝሰምዑ ባረኮም ምስትውዓል ሃቦም ዎው ኣምላኽ ተሪፉ ንዘሎ ግዜና ንዓኻ ኣሕሊፍና ንህብ ጸሎትና ስለ ዝሰማዕኻ ተመስገን ብስም የሱስ ኣሜን ክቡራት ሰማዕቲ ኣብ ቀጻሊ መደብና ታሽዓይ መደብ መጽናዕቲ መጽሓፍ ነቢ ዳንኤል ክሳዕ ንራኸብ ኣምላኽ ምሳኹም ይኹን ደሓን ኩኑ